ሰላም ሰላም ናይ ሳምሪ ዩቱብ ቻነል ቤተሰብ ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ዘለኹምዎ ድማ እስኻትኩም ልቢ ብዘለኹምዎ ኩርናዓት ዓለም ሰላም ክትኮኑ በዓልቲ ሙሉእ ተስፋ እየ ማለት እዩ። ለማሕቲ ድማ ሓዳሽ ቪድዮ ሒዘልኩም ምጥን እኒኦኹ ክስካብ ሽዑ ግን ላይክ ሰብስክራይብ ምግባር ኣይትረስዑ። ሆማ ይኽፈለኒ ሽኮሪናታት ናይ ለማሕቲ ድማ ብዛዕባ ኣዶናይ ብዙሕ ነገራት ይበሃል ኣለና። ኣነ ሓደ ነገር ክብል ስለለለኹ ብዛዕባ ኣዶናይ ዝፈልጡ ነገር ስለለለኒ ክናገር ክልኒ ኢለ ስለለሓሰብኩ እየ ጋይስ እና ነተመቸትኩም ግን ላይክ ምግባር ኣይትርስዕኹም ክብለኩም ይደሊ ኣዶናይ ምስ ኣምለሰት ሎማዓንቲ ቀውጠኛ ዝኾነ ቃለ መጠየቕ ነይርዎ እቲ ቃለ መጠየቕ ንሱ ድማኒ ብዙሕ ብዛዕባ ሂወት ታሪኩ ብዛዕባ ጃኒ ዘለዎም ነገራት ብተወሳኺ ድማ ብዛዕባ ቴዲ ኣፍሮ ኣብ ዝሓለፈ እንድሕዳ ሰሚዕኹምዎ ኮይንኩም ቴዲ ከም ዘናገሮ ደዊሉ ኣጆኻ ቢስትሮንግ ከም ዝበሎ ምናምን ሓሳባት ተናጊሩና እታ እሱታት ነገራት ድማ ቴዲ ኣፍሮ ድዩ ወይ ድማ ካሊእ ቴዲ ድዩ እንታይ እዩ ናይ ብሓቂ ድዩ ሪሊ ኣብ ባይታ ዘሎ ነገራት ድዩ ልብል ለማዕንቲ ኣምለሰት ሓይታቶ ነይራ ማለት እዩ እቲ ሕቶ ድማ ብግቡእ ይመሊስዎ ቴዲ ኣፍሮ ከም ዝኾነ ብጣዕሚ ከም ዘጽናንዖ ጠንክር ከም ዝበሎ ብዙሕ ነገራት ከም ዝተዘራረቡን ከም ዘዕለሉን ኣዶናይ ነጊሩና ማለት እዩ። ናይ ብሓቂ እዩ ሓደ ሓደ ግዜ ንዝኾኑ ሰባት ከምዚ ነገራት ክፍጠር ከሎ ምናምን ንእሽተን ቃላት ወይ ድማ ምሽኒ ኢልኩም ከምዚ ምንም ታይሞ እዩ ነገ ገለመልታት ኢልና ሸልል ንብሎም ነገራት ኣለዉ ከምዚ ቀልዲ ኢልና ወይ ድማ ከምዚ ዝኾነ ሓሳብ ንናገሮ ኣሎሞ ኣብቲ ሰብ ከይዱ ግን ብጣዕሚ ጥንካሬ ልህብ ብጣዕሚ ጽቡቕ ነገራት ልገብር ኣብ ርእሱሲ ሚሞሪ ኮይኑ ልኸይድ እንድሕር ክኢሉ ምስ ግዜ ልኸፍለካ እንተዘይክኢሉ ኻኒ ግዜ ጠቢኡ ልኸፍለካ ማለት ሎማዓንቲ ትዘርኦ ፅባሕ ተዓፅዶ ስለዝኾነ ምናልባት ቴዲ ኣፍሮ ከምዚ እኒኤ ፅባሕ ንጎታይ ቴዲ ኣፍሮ እንታይ ክኸውን ዓዲ እንታይ ክኸውን ኣይንፈልጥን ኢና እና ከምኡ ኢሉ ንክጥንክር ንክጉብዝ ምክንያቱ ሓደ ዓብይ ኣርቲስት እዩ ብዙሕ ፅልዋ ኣለዎ እዩ ብዙሕ ነገራት ኣለ እና ንከምዚ ንክትረክቦ ብዙሕ መስዋእቲ ተኸፈሉ ነገር ደው ኢሉ ከምዚ ዓይነት ቃላት ክናገሮ ከሎ ብዙሕ ጭንቀት ጠፊኡ ኣሎ ብዙሕ ሓሳብ ጠፊኡ ኣሎ ብዙሕ ነገራት በቃ ከመይ እኮ እንታይ ክኸውን ኣበይ ክኸድ ምናምን ምናምን ድሉ ነገሮ ሓሳባት ብዛዕባ ብዙሕ ነገራት ንሓስቦም ነገራት ብደስታ መሊኡ ደስተኛ ንኽኸውን ውሽጡ ሰላም ንኽመልኦ ልገብሮ ዋላ ንምንታይ ሓሙሽተ ደቂቃ ዓሰርተ ደቂቃ ለይትኸውን ልስመዐካ ስምዒት ከቢድን ረዚንን ስለዝኾነና ከምኡ ክብሎ ከሎ ብጣዕሚ በቃ ንመፃኢ ጎበዝ ዝኾንካ ወዲ ክትኮን ኢኻ መሰሎ ይኸው ይኾነሎ ተሰሪሑ እኒአ እና ደርጋ መብዛሕትኡ ግዜ ከምዚ ዓይነት ቃላት ክንሰምዕ ከለና ብጣዕሚ ፅቡቅ እዩ ክብለኩም ይደሊ ብተወሳኺ ድማ ምስ ጃኒ ዘለዎም ርክብ ድማ ብጣዕሚ ከም ልፈትዋ ብጣዕሚ ከም ለፍቅራ ያው ብዙሓት ደቂ ኣንስትዮ ዋላ ተፈትወ ግን ከምዚ ናይ እዚኣ ዝኣለት ስምዒት ከምዘይብሉ እዩ ዝናገር ነይሩ ኣዶናይ ማለት እና ደስ በሃሊ ፅቡቅ ፍቅሪ ፅቡቅ እዩ ምክብባር ዘለዎ ምትሕልላይ ዘለዎ ይህን ምሂን ዘለዎ እንዳሕዳ ነገር ኮይኑ ብጣዕሚ ደስ ዝብል ብጣዕሚ ቆንጆ እዩ ማለት እዩ በርከት ፍቕሪ ስለልኾነ ማለት እዩ እና ዝኾነ ነገር ክንነብሮ ከለና ካብ ቃል ዝዘለለ ተግባራዊ ነገራት ክንሰርሕ ከለና ብጣዕሚ እዩ ቆንጆ፣ ብጣዕሚ ደስ ዝብል ብፅቡቅ ነገር ኢካ ትዘርእ እና ያው እስኻትኩም እንታይ ይመስለኩም ምስ ጃኒ እንተተመርዐው ብሓንሳ ተነበሩ ሲ እንታይ ይመስለኩም? ደርጊ ሒዙልና መፂኡ ዶ ትብሉ ሲ ወይ ድማ ፍቅሪ ያሸንፋል ትብሉ ኩልኩም ይደሊ ምናልባት ኣዶናይ ፍቅሪ ኣሸንፋን ልብል ናይ ቴዲ ኣፍሮ እንዳሰመዐ ምስ ጃኒ ዘለዎም ርክባት የቋርጾ እዩ ወይ ድማ ካልእ ሓሳብ ወይ ድማ ካልእ ኣሉታ ይሓስብ እዩ ማለት ኣይመስለኒ ምክንያቱ መን ምዃንካ ክፈልጥ ምስ መን ከም ትውዕል ንገረኒ ስለዝኾነ ስለዚ ናቱ ደርፍታት ምናምን ብጣዕሚ ከም ልፉቲ ፅቡቅ ተፅዕኖ ከም ዘለዎ ፅቡቅ ነገራት ክሰርሕ ከም ዝደሊ በቃ ምሻሎ ፅቡቅ ነገራት እዚ ባይታ ከም ዝሓዘ ብድሕሪኡ ድማ ያው ምስራሕ ከም ዝተርፎ እዩ ተናጊሩ ኣዶናይ ማለት እዩ ኣብ ናይ ልምዓት ዝነበሮ ኢንተርቪው ብዙሕ ሰብ ተኸታቲልዎ ብኣምሆ ንሕዳ ኢኹም ነይርኩም ኣብ ዒስራን ክልተን ሰዓት ልዕሊ ፍርቂ ሚልዮን ቪው ተራእዩ ልዕሊ ፍርቂ ሚልዮን ከዓ ልዕሊ ሓሙሽተ እንታይ ኢሉ በሃል ከዓ ሓሙሽተ ሚእቲ ሽሕ ድማኒ ሰብስክራይብ ረኺባ ማለት እዩ እና ብጣዕሚ ደስ ዝብል እዩ ዝኾነ ነገር ክትሰርሕ ከለኻ ክትለፍዐሉ ከለኻ ዋጋኻ ክትረክብ ከለኻ ድማ ዝያዳ ኣብሊፅካ ንክትሰርሕ ፅቡቅ ነገራት ንክትሰርሕ ፅቡቅ ነገራት ንክትቀረብ ኢሉ ሕግዘከና ኣምለሰት ከምዚ ዓይነት ፍቅሪ ከምዚ ዓይነት እንትን ክኾና ከሎ ብኣዶናይ ምክንያት ተገይሩ ከምዚ ዓይነት ጎስጓሳ ተኸይዱ ኣብ ፅቡቅ ሽቶ ክሃርም ከሎ ንሳ ድማ ፅቡቅ ፅቡቅ ዝኾኑ ነገራት ደስ ዝብሉ ስራሕትታት ንክትሰርሕ ሒዛ ንክትመጽእ ድማ በሪ ይኸፍተላለ ክብለኩም ይደሊ ማለት እዩ ምክንያቱ ቀሊል ነገር ስለለይኮነ በሪ እታ በሪ ንሳ ምናልባት ወይ ክንሪኣ ንኽእል ምናምን ገለና ግን ከፊትካ ምእታዋ ድማ ሓደ ዓርሱ ዝካለ ቻለንጅ እና ስለዚ ድማ ያው ነቲ ትሰርሐላ ስራሕቲ ዘጠናኽር ፅቡቅ ኮይኑ ንክወፅ ዝሕግዝ ተስፋ ልህብ ውሽጣዊ ሰላምካ ደስ ልብል ስምዒት ንክስምዐካ ድማ ያው ኣበርክቶ ጌሩላ ኣዶናይ ማለት ዩ ናይ ባዕልና ጽቡቅ ምንቅስቃሳት ይኸድ ኣለና ባይ ዘ ወይ በቲ በለ በቲ በለ ግን ያው ናይ ኣዶናይ ደገፍቲ ኣይተኻልኹም ብጣዕሚ ማለት ኣይተኻልኹም ኣይተኻልኹም እና ኣብ ብዙሕ ነገራት ሓገዛት ስራሕትታት ከምዚ ተሓጋጊዝና ተሓላሊና ጽቡቅ ዝኾነ ነገራት ኣፍሪና ንሓልፈሉ ክኸውን ድማ ያው ተስፋ ይገብር ማለት ዩ ምክንያቱ ከምቲ ትርእይዎ ዘለኹም ስለ ዝኾነ ልዓለም ንዓድና ንሃገርና ንኹሉ ዓለም ድማ ሰላም ይግበረልና እግዚኣብሔር ኣምላክ እንዳወልኩ ኩሉ በቢ ዘለዎ ኩርናዓት ዓለም ሰላሙ ይርከብ ኩለኩም ይደሊ ማለት እዩ ናይ ሎማዓንቲ ቪድዮ እዚኣ ትመስል ነይራ ተሰናይ ንዓኹም